ሰላም ከመይ ቀኒኹም ክቡራት ተኸታተልቲ መደብ ንላለ ኣብ ዝሓለፈ ክልተ ክፋላት ብዛዕባ ኤችቲኤምኤል ዌብሳይት ኩሉ ኢንትሮዳክሽን መላለይ ጌርና ነርና ሕጂ ኸ ናቱ መቐፀልታ እዩ ኣብታ ዝሓለፈት ካልኣይ ክፋል እንተርኢና ከመይ ጌርካ ሓንቲ ቤዚክ ዝኾነት ዌብሳይት ትሰርሕ ኣርኢና ነርና ካብኣ ኢና ክንቅፅል ኣብኡ እንታይ ኢለ ነይረ ብዛዕባ ናይ ታግስ ገለ ገለ ብዙሕ ተዛሪበ ነይረ ሕጂ ንገሊኹም እንታይ እዩ ታግስ ገለ ኢሉ ሕቶ መጺኩም ነይሩ ኾን ሕጂ ብዛዕባኡ እየ ቀንዲ ክዛረብ ኦኬ እዚያ ትርእይዋ ዘለኹም ሳምፕልታት ሰሪሕና እያ ነበርና እያ ናታ ሳምፕል እያ ኣብዚኣ ንሪኦ ዘለና ብዙሕ ነገራት ኣሎ ሕጂ ብዛዕባኡ ሓሓንቲ ኣትሊስ እንታይ ትርጉሙ ገለ ቀቁሩብ ክነግረኩም ኦኬ እንታይ ታግስ ኤችቲኤምኤል ታግስ ማለት እዩ ካብ ዝሓለፈ እንታይ ተዓዚብኩም እንተነርኩም ንኣብነት እታ ቀዳመይቲ ዶክ ታይፕ ትብል ጽሒፍና ነርና እዚኣ ማለት እዩ እዚኣ ትሪዋ ዘለኹም ዶክ ታይፕ ጽሒፍና ነርና እዚኣ ተቀዳመይቲ እያ ሕጂ እዚኣ እንታይ እያ እሳ ሕጂ ሓደ ትርጉም ኣለዋ ሶኢላ ኣይኮነትን ተጻሒፋ እዋ ሕጂ እዚኣ እንታይ እያ ትሕብረና እንተኾይና ብእንግሊሽ እንታይ እያ ዲፋይን ትነር እቲ ዶክመንት ታይፕ እያ ዲፋይን ትገብረልና ዘላ እንታይ ዓይነት ኤችቲኤምኤል እዩ ማለት ዝተፈላለየ ዓይነት ኤችቲኤምኤል ስለ ዘሎ እንታይ ዓይነት ክፋል ናይቲ ፅሑፍ እዩ ናይቲ ኤችቲኤምኤል ፎርማት ትሕብረና ብድሕሪኡ ዋላ ተተመሊስና ተርእኽሞ html ዝብል ጺሒፍና ክንጽሕፎ ከለና html ኢልና ጺሒፍና እዚኣ ብራኬት ዳኣተና ምስና ዓጺና ሓንቲ ስላሽ ጌርና ከኣ html ኢልና ንዓጹ ኔርና ድሕሪኡ ኮም እንዳበልና ከለና ኣብ መንጎ እዘን ክልተ ከኣ ገለ ጺሒፍና ኔርና እሳ ከኣ እንታይ ኣብዚ ጽሕፊ ኣሎ html ኣብ መንጎ እዘን ክልተ ዝጽሕፈ ዘሎ ጽሑፍ ወይ ሓበሬታ ኩሉ ብዛዕባ html ዝምልከት ብምዃኑ ይሕብር ኣብ መንጎ እዘን ክልተ ዘለዋ ጽሕፈት ኣብዚ ድላይና ተጽሒፍና ዝኾነ ነገር ብዛዕብኡ እንታይ ኢልና ጽሒፍና ኣለና ማለት እዩ ብዛዕባ ኤችቲኤምኤል ኣብ መንጎ እዚ ዘሎ ጽሕፈት ብምሉእ ኤችቲኤምኤል ምዃኑ ይነግረና ብድሕሪኡ ኣብ መንጎ ዘን ሄድስ ሄድ ኢልና ኣብዚኣ ሄድ ስላሽ ኢልና ዓጺና ዘለና ክልተ ከዓ ብዛዕባ ኣብኡ ዘድልየና ኣብቲ ኤችቲኤምኤል ሲ ተወሳኺ ሓበሬታት ኢንፎርሜሽን ዝኾነ እዚ እዚ እዚ እዩ ዘድልየና ብዚ ተወሳኺስ እዛ ኤችቲኤምኤል ፔጅ እዚ ተወሳኺ ነገራት ኣሎ ድሓን ብሓፈሻ እንታይ ምዃኑ ክንነግረኩም እኔ ከርእየኩም እኔ ግን ተወሳኺ ሓበሬታታት ምስ ካልኦት ነገር ሊንክስ ተልዎ ገለ ምስ ኢንተርነት ዝርክብ ተልዎ ገለ ብዙሕ ነገራት ዝነግረና ናይ ጃቫስክሪፕት ሲኤስኤስ ዝበሃል እውን ኣሎ ኣብኡ ኢኻ ትፅሕፎ ማለት እዩ ኢንፎርሜሽኑ ስለዚ ድሒድ ከኣ ተወሳኺ ሓበሬታ ተትህልዎ ንኺድ። ብድሕሪኡ ታይትል ኣብ መንጎ ታይትል ከኣ ገለ ገጽ ናይቲ መጽሓፍ ናይታ ፔጅ ንኣብነት ሳምፕል ፔጅ ዲና ገለ ኢልና ኢና ጽሒፍና ኔርና ትዝግርዋ ተኮንኩም ሕጂ ኣብታ ሳምፕል ፔጅ እዛ ታይትል እንተዘይንገብረላ ኣይመጸትን ነይራ ማለት እዩ ሕጂ እዛ ታይትል ኢልና ኣብ መንጎኣ ተጽሒፍና ኣብዚ ዝተጻሕፈ እንታይ እሱ እቲ ሽም ዝረአ ኣብቲ ታይትል ማለት እዩ ኦኬ ብድሕሪኡ እታ ቀንዲ ንፈልጣ ቦዲ ኢልና በዱልና ምስ ዓጸና እንታይ ኢልና ነርና እቲ ቀንዲ ንሪኦ ክረኣየልና ቪዚብል ክኾነልና ደሊናዮ ዘለና ነገራት ኣብኡሲ ስእሊ ድዩ ጽሕፈት ድዩ ኦድዮ ድዩ ድምጺ ድዩ ኣሚን ቪድዮ ድዩ ገለ ዝተፈላለየ ጽሓፍ ዝደለናዮ ንርእዮ ማለት እዩ ብድሕሪኡ ኤች ዋን ኢልና ኤች ዋን ዓጺና ያሳ ከዓ ሄድ ኢልና ነርና ሕጂ ሄድ ዋን ሄድ ቱ ገሊላውን ፈላለየ ነረ ምሽ ሕጂ ሄድዋ እንተኾይና ዓባይን ደማቕን ሄደር እንተኾይና ኣርእስቲ መጽሓፊት ማለት እዩ ምንኣስ እንተኾይና ከዓ ኤች ቱ ተገድናያ ምንኣሳ ቁሩብ ካባ ስሪ ተገድናያ እንዳነኣሰ ስጋዕ ሲክስ ድያ ገለ ትበጽሕ እታ ለቨላ ማለት እዩ ሕጂ እዚ ከዓ ሓደ ጠባይ የርእየና እሱ እንታይ ብል ኢለ ጽፌ ኣለዎ ኣብዚ እዛ ታክ እዚኣ ንኣርእስቲ መጽሓፊ ይጠቕመና ጃስ ኣርእስቲ መጽሓፊት ኢና ንወስዳ ሕጂ ኣብዚ ክንፈልጦ ዘለና ብዛዕባ ናይ ፕራግራፍ ናይ ኢሴ ራይቲንግ ገለ ዝፈልጦ ቤዚክ ነገር ሓበሬታ ተነይርና እዚ ቀሊል እዩ ማለት እዩ ሄደርስ እንታይ ይመስል ኣብ ሌተርስ ክንጽፍ ከለና ንፈልጦ ኢና ዕብይ ዝበለ ካብቲ ናቱ ቦታ ፍልይ ዝበለ ንኣብነት እዚኣስ ሄደር እያ ምሽ እዚኣ ንሪኣ ዘለና ካብዚ ዘሎስ ቁሩ ድምቕ ኢላ ልዕሊ ኢላ እያ ከምኡ ሕጂ ብምሉእ እዚ ንሪኦ ዘለና ኣብ ናይ ኤችቲኤምኤል ከዓ ንዑ ተምሳል ናይ መፅሓፍ ስለ ዝኾነ ዌብሳይት ልክዕ ከሙኡ ከኣ ከምዚ መጋዚን ገለ ተወሲድናዮ ሄደር ገለ ዘልዮ ልክዕ ከኣ ኣብቲ ፔጅ ከኣ ከምኡ ስለ ዘሌና ሄድ ዋን ሄድ ቱ ኢልና ድሓር ከኣ ፒት ኢልና ኔርና ፓራግራፍ ሕጂ ሓንቲ ፓራግራፍ ሓንቲ እንታይ ብትግርኛ ብዙሕ ክፈልጥ ኣይከኣልኩን ፓራግራፍ ሕጥበ ጽሑፍ ደሞ ዝብሎ ኤኒወይ ብዘየገድስ ሓንቲ ጽሕፈት ጽሕፍና ከምዚኣ ናምን እዚኣ ጽሕፍና ስፔስ ጌርና እንተ ክንጽሕፍ ተልና ብኤችቲኤምኤል እዚኣ ጽሕፍና ማለት እዩ እዚኣ ትሪእዋ ዘለኹም ብምልእታ እዚኣ ጽሕፍና ሜስና ስፔስ ጌርና እዚኣ ካልእ ሓዳሽ ሓሳብ ክንጽሕፍ ተሊና ኣብ ኤችቲኤምኤል ስፔስ ኣይኮና ንገብር ስፔስ ኣይሰርሓልናን እዩ ፒ ፒ ኢልና ፒ ጌርና ፒ ተዓጺንያ ጥራሕ እዩ ዝሰርሓልና ማለት እዩ ስፔሲን ገለ ስለዚ ፓራግራፍ ፒ ፒ ብምባል ንጽሕፎ ማለት እዩ ኦኬ ታግስ ትትርጉሙ ብደቕ ዝበለ ማለት ብሓፈሻ ጀነራላይዝ እንዲና ተዛሪብናዮ እንታይ ማለት እዩ ግን ታግስ ማለት ኣብ መንጎ ዘን ክልተ እዚኤን ግሬተር ዛን የለዛን ዝበልናየን እዚኤን ሲምፖል ዘለዋ ፅሕፈታት ኣብኡ ዘሎ ዝኾነ ቃል ቃል ስም ገሌልዮ ኣሎ ሕጂ ወይ ምስቲ እንግሊዝ ስለ መሳስሎ ስለ ደለኸ ታግ ኔም ስለ ዝብሎ ዘሎ ዝኾነ ቃል ብሓፂሩ ኣብ መንጎ እዚኤን ኣብ መንጎ እዚኣ ኤኒ ታግ ኔም ኣብ መንጎ እዚኣ ከዓ ሃሽታ ዘለዋ እንተተፃሒፉ እዚኣ ታግ ንብላ እዚኣ ብምልታስ እንታይ ንብላ ታግስ ንብላ ምክንያቱ እዚኣ ሓንቲ ታግ እያ እዚኣ ሓንቲ ታግ እያ እዚኣ መዕፀዊት ስለ ዝኾነት ስላሽ ኣለዋ እዚኣ ግን ስላሽ የብላ ማለት እዩ ኦኬ እዚኣ ብምልእታ ሽዑ እዚኣ ምፅሓፍና ኣብ መንጎ ሓደ ገለ ኮንተንት ተፅሒፍና ዝኾነ ሓበሬታ ተፅሒፍና እንታይ ይበሃል ታግ ታግስ ትበሃል ማለት እዩ ኦኬ ኣሞ እዘን ክልተ እዚኤን ንሪኤን ዘለና እንታይ እዩ እቲ ጃ ዝበልኩም እታ ሕጂ ንኣብነት ፒ ሓንቲ ታግ ብክልተ ነገር ዝቆመት እያ ምሽ ሓንቲ ላ ኖርማል ንኣምሰ ናይ ፓራግራፍ ሕጂ ሓንቲ ፒ ኢልና እንዲ ከዓ ስላሽ ገና ፒ ኢልና ኣለና ስለዚ እዚኣ መክፈቲት ንብላ ወይ ከዓ ስታርቲንግ ንብላ እንዲያ ከዓ ኢንዲን ወይ ከዓ ክሎዚን ንብላ ማለት እዩ እዛ ስላሽ ዘላታ ክሎዚን ኮይና ኣላ ማለት ኣብ መንጎ ንፅሕፎ ዝኦ ሽዑ ናይ ፓራግራፍ ፓርት ምዃኑ ንነግር ማለት እዩ እታ ፒ እታ ክሎዚን ካብ ኢንዲ ካብ ስታርቲን ወይ ካብታ ኦፐኒን ትፈልያ እዚኣ ስላሽ ብምህላው እያ እምበር ካልእ የብላን እዚኣ ስላሽ ሕጂ ስላሽ ተገይርና ኣላ ነታ ፒግ ከፊትና ኔርና ናታ ኢና ፒግ ነይሩ ሕጂ ሓንሳ ሓንሳ ገሊኡ ሰብ እዚኣ ጽሒፉ እዚኣ ይዓጾን ብዙሕ ሽግር እዩ ዘምጽእ እዚ ዘይምዕጾ ገሊኡ ሰብ ከዓ ከፊቱስ ሜሱኻ ካልእ ክፍት እሱኻ ዝኽፍ ወይ ከዓ ክልተ እዚ ዳብል ሓንቲ ከፊቱ ከሎስ ክልተ መዕጾ ገብር ከምዚኣ ፒሉስ ሜሱኻ ካልኣይቲ ግዜ ከይደግም ዝተፈላለዩ ልዚታት ኩሉ ክነወግዶ ኣለና እዚ ቀንዲ ኣብ መኣስ እዩ ዝሕግዘና እቲ ቴክስት ኤዲተር ገለ ዝበልናዮ ንከምኡ ዓይነት ሕብርታት መፋላለይ ከምዚ ሕጂ ኣነ ባዕለይ ፈላለይ ጽሒፈዮ ዝነበርኩ ሕብሪ እዚኣ ቀጠልያ እዚኣ ቀያሕ ሂብያ ዘሎ ምእንቲ ክፍለ እዚኣ መኽፈቲት ምዃና እዚኣ መዕጸዊት ምዃና ከምኡ ኸ ቴክስት ኤዲተር ኣብ ኖትፓድ ሕጂ እቲ ናቱ ድሮባክስ ወይ እቲ ጸገሙ ከምኡታት መጽሓፍ የሉ ሲሉ ፕሌን ጽሕፈት ጥራሕ እዩ ዝጽሕፍ ከምዚ ኖርማል ቴክስት ካልኦት ከም በዓል ሳብላይም ኖት ፕላስ ፕላስ ዝብሎ ግን ከምዚ ኣብ ከምዚ ሕጂ መኸፊትና ድና ተኸፊኒ ዓጽንያ ዲና መዘከርታ ህበና ማለት እዩ ኦኬ ብድሕሪኡ እዚ ኢንተርነት ብሮዘርስ ብዛዕባ ኣብኡ ስለ ንዘራረብ ዘለና ኢንተርነት ብሮዘርስ ከ ቁሩብ ኣብ ሓበሬታ ሃበኩም መብዛሕትና እኳ ንፈልጦ ንኾይና ግን ብሓፈሻ እዚ ኢንተርነት መርኣይ ኢለ ሽም ሂበዮ ኣለኩ ኣክሽዋሊ ባዕለይ ሂበዮ ዘለኩ ኢንተርነት መርኣይ ዲኩም ትብልዎ ገለ ኣብዝሕ ኣይፈልጥን እየ ግን ኢንተርነት መርኣይ ዘበለኒ ምክንያት ብዙሕ ሰብ ገሊኡ ኢንተርነት ክርኢ እንተኮይኑስ ብሮዘር ገይሩ ስለ ዝጥቀም እዩ ብፍላጥ ብዘይፍላጥ ኢንተርነት ብሮዘር እዩ ዝርኢ ንኣብነት ፌስቡክ ኢስ ፓርት ኦፍ ኢንተርነት ብሮዘር ተልናዮ እውን ዳርጋ ሓቂ እዩ ምክንያቱ ኢንተርነት ምስ ኢንተርነት ዝርክብ ስለ ዘለዎ ናይ ብሮዘርስ ባህሪ እዩ ከኣ ዘርእየካ ማለት እዩ ሕጂ እዚ ኢንተርነት ምርኣይ ወይ ወይ ብሮዘርስ ዝበሃል ግን እንታይ እዩ ስርሑ እንተይልና ግን ኢንተርነት ኣይኮነን ዘርእየካ ተቐንዲ ስርሑ ምስ ኮኔክሽን ምስ ኔትወርክ ምስ ረኸበ ኢንተርነት የርእየና ስለ ዝኾነ ስእልታት ካብ ካልእ ቦታ ዝመፀ ዳ የርእየና ኮይኑ እምበር እታ ናቱ ስራሕ html እዚ ንጽሕፎ ዝጸናሕና ነገራት ብታግ ገለ ንዕኡ ኣንቢቡ ነዚ ታግ ምስ ኣንበበ ንኣብነት ፒ ኢሉ ምስ ተጻሕፈስ ፒ እንታይ ምዃና ፈልጣ ፓራግራፍ ምዃና ናይ ፓራግራፍ ጠባይ እንታይ ምዃና ፈልጣ ነታ ፓራግራፍ ጠባያ ተረዲኡ ኣስተርጒሚ ንሕና በቲ ንሪኦ ስፔስ በቲ ንሪኦ ግጅፊ ሳይዝ ድዩ ቦልድ ድዩ ኢታሊክ ድዩ ክንገብሮ ደሊና ነበና ዓይነት ሳይዝ ቀይሩ ነቲ ብዓይንና ንሪኦ ንኽእል ስእላዊ መግለጺ ዘለዎ ሓበሬታ ኣብቲ ፔጅ የርእየና ማለት እዩ ስለዚ ዌብ ብሮዘር ብሓፈሻ እንታይ ይጠቕሙ ናይ ኤችቲኤምኤል ኣንበቢቡ ተረዲኡን ንሰብ ብዝርድኦ መልክዕ ዘርእዮ መሳርሒ እዩ እምበር ኢንተርነት ብመሰረቱ ዌብ ብሮዘርስ እንተሊካ ኢንተርነት ኣለካ ማለት ኣይኮነን ማለት እዩ ምክንያቱ ሕጂ ኣነ ኢንተርነት ኣይጥቀምን እየ ዘለኹ ግን ኢንተርነት ብሮዝ ገይረ ነቲ ሰብ ዝሰራሕኮ ብኤችቲኤምኤል የርእኩም ነይረ ስለዚ ኢንተርነት ማለት ኣይኮነን ግን ብሓፈሻ ኢንተርነት መብዛሕትኡ ግዜ ኣብ ኢንተርነት ስለ ንጥቀመሉ ግን ኢንተርነት ምርኣይ ኢልና ንዛረቦ ማለት እዩ ስለዚ እዚ ናቱ ስራሕ እንተፈሊጥናዮ እዩ ጥራሕ እዩ እቲ ኩሉ ግዜ እንታይ እንታይ የድልየና ኢልና ኣብ ዌብሳይት ክንሰርሕ ኣለና ክርዳእና ዝኽእል ንኣብነት ናይ ኢንተርነት ብሮዘርስ ንጥቀመሉ ዘለና ኣነ እውን ብዙሕ ግዜ ዝጥቀመሉ ኣብዚ ትጅራል እውን ክጥቀመሉ ፀናሕኩ ክሮም እዩ ክሮም ኣሎ ኢንተርነት ኤክስፕሎረር ኣሎ ዝተፈላለዩ ብሮዘርስ ማለት ከም በዓል ፋይርፎክስ ሞዚላ ንብሎ ሳፋሪ ኦፔራ ዝተፈላለዩ ብዙሕ ነገራት እውን ኣለዉ እዚኦም ሕጂ ብምሎም ሓደ እዩ ጥቕሞም ማለት እዩ ኢንተርነት ዘርእዩና ንብሎም ኤችቲኤምኤል ኣንቢቦም ንዑ ብዝርዳእና መልክዕ ይኸፍትዎ ማለት እዩ ኣብዚ ክንፈልጦ ዘለና እቲ ንሕና ዝፀሓፍናዮ ታግስ እቲ ንኣብነት ፒ ኢልና ከፊና ዓጺና ገለ ብምሉኡ ንዑይ ተርጊሙ ዳኣ እዩ እምበር ዘርእየና እቲ ንሕና ከምዚ ንኣብነት ማይ ፈርስት ሄዲን ትብል ዘላ እዚኣ እሲ እዚኣ እንታይ ብ ኤች ዋን ከፊታ ተዓጽያ እታ ታግ ማለት ኤች ዋን ታግ ድሓር ማይ ፈርስት ኣብ መንጎ ኣብ ዝተጻሕፈት እያ እዛ ቤና ትረኣይ ዘላ ምርት ሄድ ዋን እንድሒድዋን ማዕጸዊ ዘለዎን ኣይረኣይን ዘሎ ስለዚ እንታይ ነቲ ታግስ የንብቦ ኣተርጊሙ ሽዑ በዚ ንሪኦ ዘለና ሳምፕል ኣብዛ ብሮዘር ንሪኦ ማለት ሕጂ እቲ ታግስ ገለ ኣበይ ከይዱ ተልኒያስ እሱ ሓበሬታ እዩ ዝነግር ነለዎ ነታ ብሮዘር እምበር ብርእሱ ትዝርእ ነገር ኣይኮነን እቲ ኣብ መንጎኡ ዝፀሓፍ እዩ ትዝርእ ኦኬ ብድሕሪኡ ኣብ እቲ ስትራክቸራል ፔጅ ነቲ ሓንቲ ፔጅ ወይ ሓንቲ ዌብሳይት ንብላ ዌብሳይት ማለት ዝተፈላለየ ገጻት ኒ ፔጃት ከምዚ ቡክ ኤ ቡክ ሲስ ኤ ኮምቢኔሽን ኦፍ ሜኒ ፔጅስ ምስ ሕጂ ከዓ ዌብሳይት ክንብል ትኮይና ከዓ ኤ ኮምቢኔሽን ኦፍ ዌብ ፔጅስ ማለት እዩ ዌብ ፔጅ ማለት ሓንቲ ፔጅ ናይ ሓንቲ ልክ ከምቲ ናይ ሓንቲ ገጽ ናይ ሓንቲ መጽሓፍ ዘሴም ከዓ ዌብ ፔጅ ማለት እዩ ንኣብነት ብከመይ ከረዳእኩም ክእል ፌስቡክ ፌስቡክ ብኢንተርነት ክንሪኣ ከለና ወይ ስፔሻል ኣብ ኮምፒውተር ክንሪኣ ከለና ሞር እዩ ዝርዳእና ካብ ኣብ ሞባይልና ምክንያቱ ሞባይል ቁሩብ ሞባይል ኣፕስ ገይሮም ስለ ዝሰርሕዎ ቁሩብ ከይተሓዋውሰና ክእል እዩ ኣብ ኣብ ኢንተርነት ኣብ ኮምፒውተር ኮይና ክንሪኦ ጀሚርና ግን ብኢንተርነት ብሮዘርስ ገይርና ክንሪኦ ተጀሚርና ግን ነብሲ ወከፍ ንኣብነት እቲ ፖስት ዝረኣናዮ ፔጅ ፍሬንድ ሪኩዌስት ዝመፀና ፔጅ ኖቲፊኬሽን ዘሎ ፔጅ ዝተፈላለዩ ፔጃት ነናቱ ፔጅ ዘሎ እዚኣ ብሙለ ነናታ ፔጅ ግን እንታይ ትበሃል ዌብሳይት ትበሃል ሕጂ ናይ ፌስቡክ ፌስቡክ ዌብሳይት ተደሊና www ዶት ፌስቡክ ዶት ኮም ኢልና ኢና ንኣቱ ናይ ስፔሲፊካሊ ናብ ሓንቲ ፍሬንድ ሪኩስት ዝበፅሓትልና ቦታ ፔጅ ክንከይድ ተኮይና ግን ዌብ ፔጅ ኢና ኮይና ንብል ምበር ዌብሳይት ፌስቡክ ኢና ይኮና ንብል ትርድኡኒ ኣለኹም ኣብ መንጎ ቁሩብ ተተረዲእኩም ተሓሳቢ ኣብ መንጎ ፔጅን ኤንድ ዌብሳይትን ስለዚ ናይ ሓንቲ ፔጅ ግን ስትራክቸራን ኩሉ ግዜ መስርዕ ኣለዋ እታ ስእላዊ መገለፂት ከምዚያ ንሪኣ ዘለና ፔጅ ኤችቲኤምኤል ግድን ከፍት ኣለና ደን ክንዓፁ ኣለና ድሕሪኡ ሄድ ኢልና ንፅሕፍ ሄድ ኢልና ንኣቱ ደሊና ሽዑ ኣብዚ ታይትል ፔጅ ታይትል ንገብር ተወሳኺ ነገራት ተልዩ ከኣ ደሓር ኣብ ዝቕጽል ንምሃሮ ኢና css ጃቫስክሪፕት ዝበሃል ኣሎ ኣብዚ ንጽሕፎ እቲ ሓበሬታ ተወሳኺ ሓበሬታ ንጽሕፈሉ ማለት እዩ ደን እዛ ቦዲ ከኣ ንኸፍት ኣጺና ከኣ ሽዑ እቲ ዝደለናዮ ሄድ ፔጅ ፓኣሚ ፓራግራፍ ዝተፈላለየ ሊንክስ መራኸቢ ስእልታት መእተዊ ከኣ ታግስ ንበል ሕጂ ናይ ኢሜጅ መእተዊስ ክንመሃራ ኢና እንታይ ዓይነት ታግ ምዃና ጥራሕ ኢና ንፈልጣ ዘለና እምበር ኣበየናይ ከም ንገብራ ክንፈልጣ ኣለና ምክንያቱ ኣብ ቦዲ እዩ እቲ ብስእሊ ክንሪኦ ንኽእል እምበር ኣብ ሄደር ኣይኮነን ወይ ከዓ ካብ ቦዲ ወፃኢ ኣብ መንጎ እዚ ኤችቲኤምኤል ጥራሕ ኣይኮነን ስለዚ ኣብ ቦዲ እቲ ክረእ ዝንደልዮ እቲ ስእሊ ክረእ ደሊና ኣለና ስለዚ ኣብዚኣ ናይ ኢሜጅ ታግ ሓንትላ ኮድ እሳ ትጽሕፋ ደን እታ ስእሊ ሪፈረንስ ብናታ ትነግራ ትጽሓፍ ማለት እዩ ኦኬ ዚስ እታ ስትራክቸራል ማለት እዩ እዚኣ እንተጽኒዕንያስ ኩሉ ግዜ ኤችቲኤምል ንክፍት ንዓጹ ደን ሄደር ንክፍት ንዓጹ ደን ቦዲኻ ንክፍት ንዓጹ ማለት እዩ ኦኬ ብዛዕባ ዶክ ታይፕ ሕጂ ዝዛረበሉ ዘለኹ ምክንያት ብዙሕ ኩሉ ግዜ ስለ ንርስዖ ዶክ ታይፕ ግን ሕማቅ እዚ ምርሳዕ ናይ ከይጸሓፍና ዶክ ታይፕ እዚኣ ኣብ ቅድሚ ኤችቲኤምኤል ኢልካ ምኽፋትን ምዕጻውን ሲ ዶክ ታይፕ ቅድሚ ዘይምጽሓፍ ብዙሕ ጉድኣት እዩ ኣሎ ወይ ሪኮመንድድ ኣይኮነን እሱ ካ እንታይ እዩ ዶክ ታይፕ እንታይ እዩ ትርጉሙ እንታይ ዓይነት ቨርዥን እቲ ኤችቲኤምኤል ትጥቀም ኣለካ እዩ ዝነግረካ ዝተፈላለዩ ዓይነት ቨርዥን ኣሎ ንኣብነት ኤችቲኤምኤል ፋይቭ ሲ ዶክ ታይፕ እዛ ኤክስላሚኔሽን ማርክ ዶክ ታይፕ ኤችቲኤምኤል ጥቀም ኤችቲኤምኤል ፎር ፖይንት ፎር ፖይንት ዜሮ ዋን ከዓ ከምዚ ትሪኦ ዘለካ ዶክ ታይፕ ጥቀም ደን ኤክስኤምኤል ዋን ቨርጅን እንተኮይኑ ከዓ ከምዚ ዓይነት ጥቀም ኩሉ ዓይነት ነናቱ ዝተፈላለየ መንገዲ ዲክሌሬሽን ኣለዎ ወይ መበገሲ ኣለዎ ስለዚ እዚኣ ዶክ ታይም እንተዘይፅሒፍካ እታ ብሮዘር እታ ክሮም ዲና ፋየርፎክስ ዲና ንጥቀመላ ዘለና እንታይ ዓይነት ኤግዛክትሊ ቨርዥን ክትሰርሓሉ ደሊኻ ኣለኻ ኣይትነግረካን እያ ኣይትፈልጣን እያ ማለት እዩ ስለዚ ያ ዶክታይፕ ተፅሒፍካ ግን ቀጥታ ኤችቲኤምኤል ፋይፍ ኢኻ ትኸይድ ማለት እዩ ብዛዕባ ናይ ታሪክ ኣሎ ክንመሃሮ ኣትሊስ ንእሸይ ሓበሬታ ሃበኩም ታሪክ ናይ ኤችቲኤምኤል ኣብ ቴስዓን ሓደን እዩ ተጀሚሩ ከምዚ ትርእይዎ ኣብ ቴስዓን ሓደን ኤችቲኤምኤል ነይሩ ቨርዥን ኤችቲኤምኤል ጥራሕ እዩ ዝበሃል ነይሩ ሽዑ ኣብ ቴስዓን ሓሙሽተን ኤችቲኤምኤል ቱ ዝበሃል ወፅዩ ደን ቴስዓን ሸውዓተን ስሪ ፖይንት ቱ ወፅዩ ቴስዓን ትሽዓተን ፎር ፖይንት ዜሮ ዋን ወፅዩ ብድሕሪኡ ኣብ ክልተ ሽሕ ኤክስ ኤክስ ኤክስ ኤችቲኤምኤል ማለት ኤክስቴንሽናል ኤችቲኤምኤል ኮይኑ ማለት እዩ ናይ ኤክስቴንሽን ናይ ኤችቲኤምኤል ኮይኑ እሱ ኸዓ ክልተ ሽሕ ወፀ ብድሕሪኡ ኣብ ክልተ ሽሕን ዓሰርተ ኣርባዕተን ድሕሪ ነዊሕ ዓመት ማለት እዩ ኣብ ክልተ ሽሕን ኦልሞስት ኣብ ፎርቲን ይርስ ማለት እዩ ኢማጂን ግበሩ ድሕሪ ዓሰርተ ኣርባዕተ ዓመት ከዓ እዚ ንሪኦ ዘለና ሕጂ ንመሃሮ ዘለና ኤችቲኤምኤል ፋይቭ ወፂሉ ሕጂ ኤችቲኤምኤል ፋይቭ በዛ ትፈልጥዋ ዘለኹም ዲክሌሬሽን ዶክ ታይፕ ጌርና ብምሕባር ኢና ክንሕብሮ ንኽእል እምበር ዝተፈላለየ ፎርማት ኣብ ኤችቲኤምኤል ፎር The same ከኣ ኣብ HTML ፋይፍ ክጸሓፍ ዝኽእል ታግ ስለ ዘሎ ደሓር እቲ ኣሰራርሑ ክፈላለየልና ከይባላሸወና ወይ ኣቢና ከይንብል እታ ዶክታይፕ ምጽሓፍ ኣገዳሲ እዩ ማለት እዩ። ስለ ዝሰማዕኩምኒ የቐንየለይ። ኣብቲ ዝመጽእ ዘላ ክላስ ናብተን ታግስ ነፍሲ ወከፈን እንታይ ትርጉመን ስርሐን ክንመሃር ኢና።